እቲ ኩናት ክትሪኦ እንኮለኻ እቲ መጀመርታ ክጅምር እንከሎ ኣነስ እታ ቅድም ዝነበረት ናተይ ፌስቡክ ስለተዓፀወ ክገብሮ እቲ ክስታይ ሕጂ እቲ ኩነታት ብዝግባእ እንተ ተኸታቲልካዮ ከምዚ ፍሉይ ብልሒ ገለ ዘድልዮ ነገር ኣይኮነን ትሪኦ ኢኻ ኣብ ባይታ ዝረኣ ሓቂ ማለት እዩ። ሕጂ ብዙሕ ሰብ ኣብቲ ኩናት ናይ ትግራይ እንከሎ ምስ ትግራይ ጠጠው ዝበለሉ ምክንያት መብዛሕትኡ ብዓይኒ ምድንጋፃት እዩ። ብዓይኒ ዝምድና ርእይዎ ክኸውን ይኽእል፣ ብዓይኒ ገለ ብዓይኒ ዝኾነ ይኹን ማለት እዩ። ተደይ ኮይኑ እቲ ኣመፃፅኣ ናይ ህወሓት ካብ ስልጣን ክወርድ ከሎ ዝነበረ ተሓሳስባ ብድሕሪኡ ዝጉስጉሶ ዝነበረ ጎስጓስ ክትሪኦ ከለኻ ምክንያቱ ህወሓት ንህዝቢ ትግራይ ኣብ ሓደ መንቀራቑሮ የእትዎ ከምዘሎስ ርኡይ እዩ ነይሩ። እቲ ፖለቲካዊ ፕሮግራም ንሳቶም ዝሃነፅዎ ንዕስራን ሸውዓተን ዓመታት ነታ ዓዲ ዝመርሑላ ሕማቕ ስለዝኾነ ኣይኮነን ንዓቶም ሃስይዎም። ግን ከም ተጋሩ ኮንካ ሓሙሽተ ፐርሰንት ኮንካ ክስከምዎ ኣይከኣሉን። ሕጂ ኣብቲ ዓቕሞም ክወርዱ ነይርዎም ማለት እዩ። ንትግራይ ናይ ምምራሕ ምሉእ መሰል ነይርዎም፣ ምሉእ ዕድል ነይርዎም። ንዑ ተቐቢሎም ከብሉ ግን ኣይከኣሉን። ሕጂ እቲ ጥሙሕ ወይ እቲ ትጽቢት ናታቶም ልዕሊ እቲ ናታቶም ኣበርክቶ ኮይኑ ማለት እዩ ተሪ ኮይኑ እቲ ዝሃነጾ ፖለቲካዊ ፕሮግራም ንብዙሓት ኢትዮጵያን እኮ ጠቒሙ እዩ። ሕጂ ብመሪሕነት ናይ ኣምሓራ ወይ ብመሪሕነት ናይ ናይ ኦሮሞ እንተዝኸውን እዚ ዝሓለፈ 27 ዓመት ኢትዮጵያ ሜቢ ኣብ ካልእ ተሰጋጊራ ምሃለወት ማለት እዩ። እዚ ረኣ እዚ ረኣነዮ ኣብ መንጎ ዝነበረ ሽግራት እውን ኣይመመፀን። ሕጂ እቲ ንሳቶም ዝኸድዎ ብዙሓት ሰባት ዋላ ብርሂን ክደግማ ፀኒሐ ሕጂ ኩናት ህዝባዊ ኩናት እዩ ነይሩ። ህዝቢ እኮ ዕላማ ይነበሮን ብዙሕ ሰብ ይርድኦ የለን እምበር እቲ ናይ ምድንጋፃት ከምዚ ቆልዓ ሰበይቲ ክነድሕን ዶ ከምዚ ዶ ከምዚ እዚ ንጎኒ ገዲፍካ ማለት እዩ። ቆልዓ ሰበይቲ ከድሕን ዝተኸፈተ ኩናት የለን። እዚ በቃ ብፖለቲካል ኳልኩሌሽን በቃ ዝመረፅዎ ምርጫ እዩ ማለት እዩ። ኳልኩሌት ገይሮም እዚኣ እታ ዝሓሸት ንዓና ክጠቕመና ትኽእል ኢሎም ከይዶሞ ሕጂ መወዳእታ እዚ ነጥቢ እዚ ከዓ ህግደፍ ክኣትዎ ከሎ ነቲ ኩናት ኣብዪ ኣሕመድ ክደፍኣሉ ከሎ ኣብ መወዳእታ ኩሉ ሰብ ነናቱ ዕላማ ነይሩ ንትግራይ ናበይ ክመርሓ እዩ ስለዚ እቲ ኩነታት ክትሪኦ ከለካ ኣብ መወዳእታ እቲ ዘሎ ሽግር ኣብ ውሽጢ ትግራይ ከምዝተርፍ ርኡይ ነይሩ ማለት እዩ። ኣብ ከዓ ንሕወሓት ናይ ምድምሳስ ዕላማ ከምዘይነበሮ ንፁር እዩ። እንታይ ደኣ ንሕወሓት ኣዳኪሙ ኣብ ዝተሓተ ደረጃ ከውርዶም ኣብ መወዳእታ ከም ናይ ስግኣት ሓይሊ ኣብ መንጎ ኤርትራን ኣብ መንጎ ኢትዮጵያን ክቕፅሉ ሻዕቢያ ከ ህወሓት ዘይብላ ትግራይ ሒዙ ንሱ ዝዝውሮም ሓይልታት ኣብ ትግራይ ኮፍ ኣቢሉ ናብ ኢትዮጵያ መሰጋገሪ ክገብሮ ደሊ ነይሩ ንትግራይ ማለት እዩ። ሕጂ እዚ ዘይሓስብ መሪሕነት ነዚ ኳልኩሌት ዘይገብር መሪሕነት ኣብ መወዳእታ ነንሕድሕዱ ክጣፋእ ምዃኑ ርዱእ እዩ ነይሩ ማለት እዩ። እዚ ሕጂ እዚ ከይ ዘሎ ኩነታት ሜይ ቢ ንብዙሓት ሰባት ቅድሚ ኣርባዕተ ዓመት ሰለስተ ዓመት ተራእይዎም ክኸውን ይኽእል እዩ። ሕጂ ዘሎ ከኣ ኣነ ብናተይ ግምት ወይ ንዓይ ዝርድኣኒ ኣብዚ ቀረባ ዓመታት ኣብ መንጎ ኤርትራን ኢትዮጵያን ናይ ኩናት ሃዋህው የለን። ድሌታት ኣሎ። ኣቢ እታ ዝቐለለት ሓደጋ ዝበላ ናይ ሶማሊላንድ ወሲዱ ኣሎ። እታ ዝኸፍአት ሓደጋ ምናልባት እታ ዝበርትዐት ናይ ኤርትራ ጉዳይ። ስለዚ እታ ዝቐለለት ሓደጋ ወሲዱ ኣሎ። ኦኬ ኣብኡ ፍትን ኣሎ። እቲ ናይ ኤርትራ ጉዳይ ግን ተረሲዑ ማለት ኣይኮነን። ግን ኣብዚ ሰዓት እዚ ምስ ሃገር ከግጥም ዝኽእል ቁጠባዊ ቁመና ስለ ዘይብሉ ብኩናት እውን ክፈትሖ ዝኽእል ዓይነት ዕላማታት ስለ ዘይብሉ ኣብ ኩናት ኣይክኣቱን እዩ። ታይ እዩ ክኸውን መራእያ ናታቶም ሕጂ ዋላ ጌታቸው ኣብቲ ፕሮግራም ናይ ኣብይ ኣሕመድ ኣትዩ ኣሎ ንሱ ካኣ ንክልተ ዕላማ እዩ ሓደ ሕጂ ትግራይ ሪካቨር ክትገብር ኣለዋ ብፖለቲካ ድዩ ብቁጠባ ድዩ ብምርግጋእ ብሰላም ብፀጥታ ክትረጋጋ ኣለዋ ሪካቨር ክትገብር ኣለዋ ኣደሴም ታይም እዚ ናይ ኣብይ ፕሮጀክት ንኤርትራ መሓዝ ድዩ ባሕሪ ናይ ምርካብ ድዩ ብወገን ኤርትራ ክፍትን እንተኮይኑ መጀመርታ ናይ ውሽጢ ዓዲ ስግኣታት ክፅሪ ክኽእል ኣለዎ። ስለዚ ዝኾነ ፅንፈኛ ኢሎም ዝገልፅዎ እቲ ናይ ብሄራዊ ሓይልታት በቃ ክሕከኽ ኣለዎ። ኣብ ኦሮሞ ኣፅሪዎ እዩ ዳርጋ ኣብ ኣምሓራ ኣልሞስት ተዓዊቱ እዩ። ሕጂ ብ ትግራይ ከዓኒ ኣብ ክልተ ተመቒሉ ኣሎ። ነዚ ጉዳይ እዚ ዝድግፉ ወይ በቲ ርእይቶ እቲ ዝኸዱ በዓል ጌታቸው እዚ ናይ በዓል ደብረፅዮን ከዓ ብካልእ ዓይኒ ማለት እየ። ስለዚ ናይ ጌታቸው ዋላ ብዚ ዓንተበይ ፅሒፈያ ነይረ እታ ርእቶ ናቱ ኮይና ትስምዓኒ ስጥምቲ ኢትዮጵያ ኮይና ኣንፃር ኤርትራ እትያ ኣንፃር ካልእ ነገራት ክትገጥም እንተኮይና ህወሓት ዝመስሉ ሓይልታት ክእለዩ ኣለዎም። እዚኣ ትኸይድ ደላ ሕጂ ብዛ ጉዳይ እዚኣ ህግደፍ እንታይ ዓይነት ፖለቲካዊ ርእቶ ክህልዎ ክእል ንሱ ብዙሕ ከዛርብ ክእል ማለት እዩ። ምክንያቱ ሕጂ በዚ ናይ በዓል ጌታቸው ኣካይዳ በቲ ኩሉ ግዜ ህግደፍ ዝብልዎ ሓንቲ ኢትዮጵያ ዶ ኣብ ኢትዮጵያ ሓደ ማእከላይ ሓያል መንግስቲ ክህሉ ኣለዎ ገለ ዝብልዎ ድዮም ንምጥፋእ በዓል ህወሓት ክድግፉ ወይስ ምሕያል ንኢትዮጵያ ንዓና እውን እንደገና ናብ ካልእ ሽግር ከተእትወና ትኽእል እያ ስለዚ ናይ በዓል ህወሓት ህላወ ኣብዚ መድረኽዚ ኣገዳሲ እዩ ክብሉ እዚ ካልእ ኣርእስቲ ክኸውን ይኽእል ማለት እዩ። ኣነ ሕጂ ብዙሕ ብዛዕባኡ ክዛረብ ኣይክእልን። እቲ ጭቡጥ ነገር ንሪኦ ዘለና ግን እንታይ እዩ? ኢትዮጵያ ብዙሓት በዓል ብርሂን እንዲዮም ካልኦት ሓይልታት ትግራይ ከም መንጠሪ ባይታ ኢትዮጵያ ከም መሻርክቲ ከም ገለ ብዙሕ ይበሃል ኢትዮጵያ ንሕና ናይ ዓሌት ሽግር የብልና ናይ ሃይማኖት ሽግር የብልና ምስቲ ህዝቢ ሽግር የብልና ምስቲ ሃገር ሽግር የብልና ግን ባህርያዊ ኩነታት ወይ ባህርያዊ ኣቃውማ ናይ ኢትዮጵያ በቃ ባህላዊ ጸላኢ ናይ ኤርትራ እዩ። ክሳብ ዮም ኣልቅያማ በቃ ክህሉ እዩ ማለት እዩ። ናይ ግድን እዩ። ምክንያቱ እቲ ኣቃውማ ናይታ ናይታ ሃገር እቲ ጂኦፖለቲክስ ናታ ኩሉ ግዜ ንኤርትራ ተጽዕኖ እዩ ማለት እዩ። እዚ ሕጂ ክፍታሕ እንተኾይኑ ወይ ኮንትሮልድ ክኸውን እንተኾይኑ ስፍሕ ዝበለ ኣራእያ ዘለዎ መንግስቲ የድሊ ማለት እዩ። ሕጂ ናይ ህግደፍ ሓደ ንኢትዮጵያ ከም ጸላኢት ኣቐሚጡ ቀቢጹ ኣብ ምክልኻል ጥራሕ ኣይኮነን ዘተኩር ኢትዮጵያ በቃ ኣገዳሲት ሃገር እያ ኢሉ እዩ ዝኣምን። እንታይ እቲ ኣገዳስነታ ከምዚ ኤርትራስ ካብ ኢትዮጵያ ጠቕሊላ ክትርሕቕ የብላን ዝብል ዓይነት ርእይቶ ከም ዘለዎም ይረኣይካ እዩ። ካብ እስያስ ጀሚርካ በዓል ኣልኣሚን ዋላ ትካየደኦም ገለ ትርኢ ሕጂ እንታይ እታ ካብ ኢትዮጵያ ትድለ ዘላ ነገር እዚ ብንጹር ክምለስ ክኽእል ኣለዎ። እቲ ካብ ኢትዮጵያ ዝድለ ዘሎ ነገራት ንጹር እንተኾይኑ ንዑ ከማልኡ ዝኽእሉ ሓይልታት ምሕያልን ንዓቶም ኣብ ስልጣን ንምምፃእን ከዓ ክስራሕ ግባእ ማለት እዩ። ካብኡ ወፃኢ ግን ዘዝመፀ ሓይሊ ካበየናይ ብሄር መፂኡ ብዘየገድስ ሕቶ ናይ ባሕሪ ዓባይ ኢትዮጵያ ኤርትራ ኣካል ኢትዮጵያ ነይራ ገለ ዝብል መዝሙር ኣይገድፍን እዩ። ብፖፕሌሽን ኣመኽኒኻ ብዕቤት ኣመኽኒኻ ብገለ ኣመኽኒኻ ከዓ ከምዚ ናይ ባሕሪ ኣገዳስነት ገልምታት እንዳጠቐስካ ንኤርትራ ኩሉ ግዜ ማለት ብጎኑ ክወግኡ ክነብሩ እዮም። ንዑ ዘተባብዖም ዘሎ ካብዚ ውሽጣዊ ዓቕሞም ዘይኮነ ኣብ መወዳእታ ንሕና ሓይሊ ጌርና ዝኾነ ነገር ተጌርና ካብቲ ማሕበረሰብ ዓለም ሓያል ተቓውሞ ኣይመጸናን እዩ ዝብል እዩ። ኣብ ሰዓት እዚ ዋላ ኣሜሪካ ዋላ ገለ ዝድግፎ ይመስለኒ ነቲ ናታቶም ድሌት ምክንያቱ ናብ ካልእ ሽግር ከምርሕ እቲ ዞባ ማለት እዩ እንተ ደኣ ከምዚ ብዙሓት ትብልዎ ዘለኹም ኢትዮጵያ ሕጂ ደፊራ ኣብ ኤርትራ መጥቃዕቲ ክትገብር ገለ እንተ ደኣ ጀሚራ መጀመርታ ናይ ዞባ ኩናት እዩ ክኸውን ኣውቶማቲካሊ ማለት እዩ እቲኣ እንኳብ መንጎ ተሪፋ ደላ ንሳ ኣብኡ ኩናት እንተ ተጀሚሩ ናይ ዞባ መልክዕ እዩ ክሕዝ ሕጂ ናይ ኢማራት ናይ ስዑድያ ግብፂ እስራኤል እዘን ኣርባዕተን ኣገዳሲ ርእቶ ዘለወን ኣብዚ ዞባ እዚ ናይ ግብፂ ናይ ኤርትራ ረብሓ ናይ ኢትዮጵያ ረብሓ ገለ ይኮነ እንደገድሶም ንሳቶም ኣብቲ ከባቢ ብፍላይ ኣብ መንጎ ኤርትራን ኣብ መንጎ ኢትዮጵያን ህውከት እንተልዩ ወይ ኢትዮጵያ እንተዘይተረጋጊኣ ኩሉ ግዜ ኣጀንዳ ናቶም ትንፋስ እዩ ብፍላይ እዚ ናይ ኒል ጉዳይ ማለት እዩ ኣደ ሴም ታይም ከዓ ኤርትራ እንተ ተረጋጊኣ ከዓ እቲ ናይ ቀይሕ ባሕሪ ንትራንስፖርቴሽን ላይን ሞር ውሑስ ስለ ዝኸውን ቁጠባዊ ምንጪ ናይ ስዊስ ካናል ኣገዳስነቱ ኩሉ ግዜ ህይወት ኣለዎ ማለት እዩ። ስለዚ እቲ ናታቶም ኣረኣእያ ኣብዘን ክልተ ነጥብታት ክትሪኦ ትኽእል ኢኻ። ስዑድያ ሲምፕል ምስ ኤርትራ እዮም ምስቲ ናይ ቀይ ባሕሪ ብዝተኣሳሰር ኣገባብ ማለት እዩ። ኢማራት ኣብ ቀይሕ ባሕሪ ሓንቲ ምዕብልቲ ሃገር መፅያ ነቲ ናይ ዱባይ ካሪዝማ ክትወስድ ስለ ዘይትደሊ ንኢትዮጵያ እውን ከም ሓደ ዓብይ ማርኬት ስለትወስዶ ኩሉ ግዜ ንኢትዮጵያ ክሕጉዙ ንኢትዮጵያ ከብሉ ይክእሉ እዮም። እስራኤል ኣውተማቲካሊ ኣብ ግዜ ናይ ኩናት ኣብ ጎኒ ኤርትራ ክትከውን ዓቢ ተክእሎ ኣሎ። እዚ ግን ኣብቲ መጀመርታ ደረጃ ኮይኑ ይስምዓኒ። እንተ ንኣብነት ከምዚ ናይ ሃይለስላሰ ወይ ናይ ደርጊ ላዕለዋይ ኢድ ሒዞም ኣብ ኤርትራ እንተ ኣትዮም ኢትዮጵያውያን ግን ሲምፕሊ ኤርትራ ኣካል ኢትዮጵያ ኮይና ንክትቅጽል ሞር ዘርብሖም ይኸውን ማለት እየ። ስለዚ እቲ ሰናርዮታት እዚ እዩ። ኣብዘን ውሑዳት ዓመታት ግን እንተወሓደ ናይ ኩናት ሃዋሁ ኣብ መንጎ ኤርትራን ኢትዮጵያን ከምዘየለ ግን ንዓይ ንጹር እዩ። ምናልባት ብዙሕ ዘይተረኣየና ነገራት ክህሉ ይኽእል እዩ። ሕጂ ንኩናት ዝዕድም ቁጠባዊ ቁመና የለን ኣብ መንጎተን ክልተ ሃገራት። ኣደ ሴም ታይም ብኩናት ዝፍታሕ ሽግር የለን ብዕግበት ናይ ክልቲኦም መንግስታት ማለት እዩ። ኣደ ሴም ታይም ብኩናት ከተረጋግፆ ትኽእል ዓይነት ዕላማታት ከዓ የለን ማለት እዩ። ምክንያቱ እቲ ካልእ ኩሉ ቀንጠመንጢ እዩ ኣብ መወዳእታ ኣሜሪካን ኣብን ህወሓት ከም ናይ ስግኣት ሓይሊ ተከባቢ ክህሉ ስለዝደልይዎ ህወሓት ክመውት ኣይደልይዎን እዮም። ንሕወሓት ሚኒማይዝ ጌርካ ናታቶም ኣጀንዳ ከምዘተግብሩን ከምዝቕበሉን ግን ክገብርዎም እዮም። እዚ ሓደ ሓደ ግዜ ሓይሊ ዝተሓወሶ ክኸውን ይኽእል እዩ። ስለዚ እንተ እዚ ኩነታት ኣብ ትግራይ ዘሎ እንተቐፂሉ ኣብ በዓል ኣብርሃም፣ በዓል ጌታቸው፣ በዓል መን ኢኻ ትብሎም እዚ ፃድቃን ገለ ዘለዎ ጉሩብ ኣሎ በዚኦም ዝተጎስጎሰ ናይ maybe ፈደራል ሓይሊ ዝተሓወሶ ካልእ ካልኦት ጉሩባት ክቆጽዕዎም ክፍትኑ እዮም ን ንሕወሓት ማለት እዩ ንምምርካኽ ምናልባት ግን ኣነ ተስፋ ዘለኒ ኩሉ ግዜ እንታይ እዩ ኣብቲ ናይ ትግራይ ቁሩብ ልብም ዝበለ ዓይነት ፖለቲካ ኣሎ ዋላ እቲ ሽግር ጥርዚ በጺሑ እንከሎ ዲስካስ ጌርካ ኣብ ሓደ ነጥቢ ናይ ምብጻሕ ዝሓሸ ስነልቦና ኮይኑ ዘለዎም ኮይኑ ይስምዓኒ። እዚ ዝሓለፈ ኩናት እውን ምሂርዎም ስለዝኾነ ጀቀልጢፎም ናብ ኩናት ክምዕብሉ እዮም ዝብል ግምት የብለይን ኣይምንን እውን ማለተይ እየ። እቲኣ ናተይ ርእይቶ ግን እዛ ሕጂ ዝደግመልኩም ዘለኹ ቅድሚ ሰለስተ ዓመት ኣነ ፖስት ዝገበርኩዎ እዩ። እዚ ኩናት ሕድሕድ ናይ ኢትዮጵያ ተባሂሉ ዝግለጽ ዘሎ ከምዘለዎ እንተድኣ ቀጺሉ ኩናት ሕድሕድ ናይ ትግራይ ክኸውን ዓቢ ተኽእሎ ኣሎ እዚዩ። እቲያ ካልኣይቲ ነጥቢ ኣብዚ ክጠቕሳ ዝደሊ እውን ሽዑ ፍቲ ህሉ ኩነታት ቅድሚ ሰለስተ ዓመት ክልተ ዓመት ፈረቓን ተዛረብናዮ እዩ ንባዕሉ እቲኦም ትምክሕተኛታት ፖለቲከኛታት ናይ ትግራይ ዝበሃሉ ኣብዚ ዝመፅእ ዘሎ ዓመታት ህላውኦም ኣብ ትሕቲ ርህራሄ ናይ ኣቢ ኣሕመድ እዩ ክኸውን ኢለ ፅሒፈ ነይረ። እዚ ሕጂ ንሪኦ ዘለና እውን ንሱ ማለት እዩ። ክልተ ጉሩብ ሰለስተ ጉሩብ ኮይኖም ኩሉ ግዜ ድሌታት ናይ ኣብይ ኣማሊኦም ላዕለዋይ ኢድ ኣብ ትግራይ ክሕዙ እዮም ዝታናኾቱ ዘለዉ እምበር ኣብዚ ሰዓት እዚ ንኩናት ድዩ ንካልእ ፖለቲካ ውድድር ዝኸውን ቁመና ስለ ዘለዎም ኣይመስለንን ማለት እዩ። ኣነ እዚ እቲ ናተይ ርእይቶ ኣገዳሲ እንተኾይኑ ቀስ ኢልና ክንውስኽ ኢና። ታንኪዩ ያ
ብርሂን ሓውና ሰላም ድዩ ዌልካም ስዒዶም ቴንክ ዩ ናይ ብሓቂ ኣዝየ ዘመስግን ኣቶ እዮብ ጎጀላ ሊዮና ጎል ኩሉ ወደባት ርሚለ ማለት እዩ ብርሂን ቀፅል
ብዙሓት ሕቶ ኣለዋ መስለኒ ዕድል ተብካ ብርሂን ኣላ ድያ
ሕቶ ኢላትኒ ነራ ወነን ወደሓን ኣብ ሕማቅ ሲትዌሽን ዘሎ ኣክሲደንት ኣለዎ ስለዚ ቀፅሉ ድሓን ቀፅሉ ኦኬ መብዛሕትኡ ገምጋም ሰባት ዝሰምዖ ዘለኹ ገምጋማት ኢትዮጵያ ንኤርትራ ትወርር ዝብል ገምጋም የለን እሱ ድማ ኢኮኖሚካሊ ይለዓል ኣሎ ወታደራዊ እውን በዓል ጎጀለ ኣልዒሎም ነይሮም ምናልባት ሓበሬታታትና ይፈላለ ክኸውን ከም ዝኽእል ኣነ ካብቲ ባይታ ዝረኽቦ ሓበሬታ እዩ ኢትዮጵያ ኣብ ዝሓለፈ እዋን ድሕሪ ኣብዚ ውሽጢ ክልተ ዓመት ኣዝዩ ብዙሕ ቁፅሪ ወታደር ዓሊማ ብዙሕ ኣፅዋር እውን ልዕሊ ሚእቲ ሄርኩለስ ብኣየር ጥራሕ ዝመፀ ማለት እዩ ይደፎ ብመሬት ዝመፀ ብታንክታትን መዳፋዕትን ማለት እዩ ብኣየር ጥራይ ሲ ልዕሊ ሚእቲ ነፈርተ ወሲኻ ድሮናት ወሲኻ እቲ ዘለኒ ሓበሬታ ኣብ ኢትዮጵያ ማለት እዩ ስለዚ ኣነ ድማ እዚ ኣፅዋራት እዚ እዚ ወታደር እዚ ዝዕለም ዘሎ ዘይተወደኣ ኹናት ከም ዘሎ እየ ዝግምት ማለት እዩ። ጀነራል ፃድቃን እውን ትማሊ ዝሓለፈ ወርሒ ተዛረቡ እንድሕር ሰሚዕኹምዎ እቲ ኹናት ኣይተወደእን ገና ዝፅበየና ኣሎ ዝብል መግለፂ ሂቡ ነይሩ። ሕጂ ኣነ እቲ ኲናት ኣሎ ኤርትራ ሲ ክትወረና እያ ኢትዮጵያ ዘብለኒ ካብቲ ኣብ ባይታ ዝሪኦ ምንቅስቓሳት ናይ ኢትዮጵያ እዩ። ንኣብነት ከም ዝብለኩ ወታደራዊ ምድላዋት ገይሩ እዩ ኣብ ዝሓለፈ ክልተ ዓመት ሓያል ምድላዋት ገይሩ እዩ ኣብይ ኣሕመድ ማለት እዩ ዋላ ቁፅሪ ሰራዊቱ ኣዝዩ ተዓፃፃፊ ቁፅሪ ወሲክሉ ማለት እዩ ቁጠባ ኢትዮጵያ ወዲቁ ኣሎ ኦፍኮርስ ሰማማዓሉ እየ ንሱ ቁጠባ እዩ ዝዋጋእ ሓንቲ ናይ ድሮን ጥይት ክንደይ ምዃና ዋጋኣ ብዙሕ ዝተኸወለ ነገር ኣይኮነናን ግን መብዛሕቶም መራሕቲ ኣፍሪቃ ድማ ኢኮኖሚ ናቶም ኢሹ ይኮነን ኣብ ኩናት ኣብ ዝገብሩሉ ግዜ ቁጠባ ኣይዓግቶምኒ ምክንያቱ ኣፅዋ እቲ ዘሎ ሃብቲ ናይቲ ሃገር ነፅዋር እዮም ዘውዕልዎ ከምዚ ኣብዪ ኣሕመድ ኣብ ዝሓለፈ ዝገበሮ ብኡ ድማ ኣነ ስግኣት ኣለኒ ኣነ ብዝሓፀረ ግዜ ኢትዮጵያ ንኤርትራ ክትወራ እያ ዝብል ስግኣት ኣለኒ ምክንያቱ እትኦም ዝሪኦም እቶም ኣብ ኢትዮጵያ ዘለዉ ፖለቲካ ክከታተሎም ከለኩ ኣብ ዝሓፀረ ግዜ ከማን ብዝመስል ደረጃ ዋላ ብኤርትራዊ እውን ክሪኦ ከለኩ እቲ ጥንቃቐ ናይ ኤርትራ እቲ ናይ ኤርትራ ምድላዋት እውን ክሪኦ ከለኩ ናብኡ እዩ ዝወስደኒ ማለት እዩ እቲ እቲ ስግኣት ኤርትራ ብዙሓት ሰባት ግን ከምዚ ዝሰማዕኹኹም ኣብዚ ኩናት የለን ዝብል እዩ ትግራይ ንኩናት ዝኾነ ይኹን ሃፕታይት የብላን ትግራይ ኣብ ትግራይ ዘሎ ፖለቲካ ናብ ኩናት ኣንፃር ኣምሓራ ይኹን ኣንፃር ኤርትራ ዘዋግእ ሃፕታይት የለን ምክንያቱ ብዘይ ኩናት ክንረኽቦ ንኽእል እናሃለወና ከሎሲ ንምንታይ ኣብ ኩናት ኣቲና ህዝብና ነጥፍእ ተወሳኺ ነዚ ህዝቢ ነድምዮ ዝብል እዩ እቲ ኩናት እውን ንረብሓ ኣንፃር ረብሓ ህዝቢ ትግራይ እዩ ምስ ኤርትራ ምውጋእ ዋጋ ክፍይልና እዩ ዝብል እምነት እዩ ዘለዎም ምክንያቱ ኣብ ዝሓለፈ ግዜ ምስ ኢትዮጵያ ኮይና ምስ ኤርትራ ዝገበርናዮ ውግእ ንህዝቢ ትግራይ ገዚፍ ዋጋ ኣኽፊልዎ እዩ፣ ንህዝቢ ኤርትራ እውን ዋጋ ኣኽፊልዎ እዩ ዝብል ገምጋም እዩ ዘለዎም። ክሰምዖ ከለኹ ኣነ ዋላ ኣብቲ ዝፈልጦ ብቐረባ ዝፈልጦ ሓበሬታታት ማለት እዩ ነብሓራ ገጾም እውን ዝኾነ ፖለቲካዊ ኣጀንዳ የብሎምን ሰምሓራ እቲ መሬት ኣብይ ኣሕመድ እንድሕር ደኣ መሊስዎ ከምኡ ዝብል ኣለዎም። ግን ኣነ ብዙሕ ግዜ ንኢትዮጵያ ክገምገማ ከለኹ ከምዝኾነ ኢሎም ዝኣጉድዎ ገይረ እየ ዝወስዶ እቲ ኣብ ኢትዮጵያ ዘሎ ኩነታት። ኩናት ክህሉ ኣብ ኢትዮጵያ እዚ ቀርኒ ኣፍሪቃ ተረቢሹ ክቕጽል ንኣብነት ኣብዛ ሓጻር ኣብ ሶማልያ ናብ ምርግጋእ ኣብ ዝኸደትሉ ግዜ ኢትዮጵያ መጽያ ሶማሊላንድ ወደብ ክወስድ እየ ካብ ሶማሊላንድ ኢላ። ልክዕ ከምዚ ትግራይ ሲ ኤርትራ መፅያስ ትግራይ ናተይ እያ ምባል ማለት እዩ ወይ ከዓ ኣብ ትግራይ ሲ ከምዚ ክገብር እየ ምባል ማለት እዩ ምክንያቱ ስጋዕ ሕጂ ሃገር ስለ ዘይኮነት ሶማሊላንድ ከምኡ ዕግርግር ሓድሽ ነውፂ ይፍጠር ማለት እዩ ሓድሽ ዕግርግር ፍጠር ዋናታት ዘለዎ ውግእ ዋናታት ዘለዎ ዕግርግር ገይረ እየ ዝወስዶ ኣነ ሕጂ መብዛሕትኡ ግዜ ብዚ ኣብ ቀርኒ ኣፍሪቃ ዝግበር ዋላ ካብቶም ዝሓለፉ ተመክሮ እውን ማለት እዩ ግን ሓደ ንዓይ ቅር ዝብለኒ ነገር እንታይ እዩ ብዙሓት ኤርትራውያን ስግኣት ኣብ ትዛረበሉ ግዜስ ከም ፀላኢ ጌርካ ትውሰድ ናይታ ሃገር ጸላኢ ጌርካ ትውሰድ ንስኻ ፈታዊ ትኸውን እቲ ስግኣት ኣሎ ዝብል ወይ ድማ ኣብ ፖለቲካ ቀጻሊ ዘረባታት መልእኽትታት ሓሳባት ዘፍስስ ድማ ከም ጸላኢ ገይሩ ይውሰድ ወል ኤርትራ ንኤርትራ ዘይፈቱ ብዛዕባ ኤርትራ ይዛረብኒ ብዛዕባ ኤርትራ ጽቡቕ ዘይደሊ ብዛዕባ ኤርትራ ይዛረብኒ ዋላ ሕማቕ ኹን ዋላ ጽቡቕ ኹን ዋላ ተቃዋማይ ዋላ ደጋፋይሲ ኣብ ኤርትራ ጽቡቅ ነገር ክርኢ ስለ ዝደሊ ጥራሕ እዩ ዝዛረብ ኢለ ዝኣምን ኣነ ወይ ከኣ ብዛዕባ ኤርትራ ዘካትዕ ዘሐርቅ ዘባስስ ዘለዎ ሰብሲ ብዛዕባ መጻኢ ዕድል ኤርትራውያንን ብዛዕባ መጻኢ እቲ ኤርትራን ዝግደስ ሰብ እዩ ዝተፈላለዩ ሓሳባት ሒዝና ዋላ እንተመፃና ማለት እዩ ስለዚ ብከምኡ እየ ዝርድኦ ግን ሰባት ግን ገለገለ ኣብ ገለገለ ዘይሰማማዓሉ ነገር ግን ናይ ኣንነት ናይ ኣነ እየ ሃገራዊ ኣነ እየ ወዲ ኤርትራ ኣነ እየ ከምዚታት ዝብል ስምዒታት ኣብ ብዙሓት ይርኢ ማለት እዩ። ንሓሳብ እውን ከም ሓሳብ ጥራሕ ዘይምቕባል ሕጃ መብዛሕትኡ ግዜ ብዛዕባ ድመፀና ሽግር መከራ ኣይንዛረብን ኢና ብዛዕባ ዝሓለፈ እቶም መራሕቲ ኤርትራ ዝገበርዎ ሓጥያት ኢና ክንፅብፅብ ንውዕል። እቲ እሳቶም ዝገበርዎ ጌጋ ኢና ከነነኣእስ ወይ ከንጸርፍ ንውዕል ወይ ከኣ ስታይ ክንገብር ንውዕል ከምዚ ክመጸና እዩ እሞ እዚ ከነቐድም ኣለና ኣብቲኦም ዝግበሩ ዘሎ ፖለቲካዊ ምንቅስቓሳት ኤርትራ ሲ ብዛዕባ መጻኢ መሰረት ዝገበረ ኣነ ብዙሕ ኣየጋጥመንን እዩ ጥራይ በቲ ዝሓለፈ ወጽዓታት ምዝራብ በቲ ዝሓለፈ ሽግራት ንንሕድሕድካ ኛው ምባል እየ ዝሪኦ ማለት እዩ። ብሓፂሩ ግን ናተይ ገምጋም ናይ መጨረሻ ገምጋም ኢትዮጵያ ክትወረና ትደሊ ከምዘላ ብዙሕ ካብኣ ንረኽቦ ሓበሬታ ኣሎ። ትማሊ ኣብ ውሽጢ ሓደ ወርሒ ንኤርትራ ቃዛ ክገብራ እየ ዝበለ ኣብ ናይ ኣዋሳ ኣኼባ እዩ። ምናልባት ሕቶ ተበጊሳታ ነይራ። ኣብ ናይ ኣዋሳ ኣኼባ ኣብ ዝሓለፈ ግዜ ኣብ ኢትዮጵያ ኦሮሞ ጥራሕ ሓሙሽተ ሽዱሽተ ሰባት ኮይኖም ዝእከቡሉ ኣኼባታት ኣሎ። እዚኦም ደቂ ኦሮሞ ኮይኖም ኣብቲ መንግስቲ ዝለዓለ ስልጣን ዘለዎም ብርሃኑ ጁላ፣ ኣብይ ኣሕመድ፣ ኣዳነሽ ኣበቤ፣ ሽመልስ ኣብዲሳ እዚ ኣማኻሪ ናይ መለስ ዝነበረ እቲኦም ሓሙሽተ ሽዱሽተ ኮይኖም ዝእከቡሉ ኣኼባታት ኣሎ ንበይኖም ብሓፈሽኡ ከኣ ካብቲ ግዝያዊ ካብቲ መንግስቲ ኢትዮጵያ ፈደራል መንግስቲ ኢትዮጵያ እተዋጻጽኡ እቶም ኣብቲ ላዕለዎት ኮይኖም ከኣ ዝተኣኻኸቡ ኣሎ ኣብቲ ናይ ኣዋሳ ዝነበረ ብዙሓት እዮም ነይሮም እቲ ዘረባ ድማ ተዛሪብዎ እዩ ኣብይ ኣሕመድ ብቃሉ ዘልዓለ እዩ ብዙሕ ግዜ እውን ብዛዕባ ኤርትራ ባሕሪ ክወስድ ከም ዝደሊ ካብ ኤርትራ ይዛረብ እዩ ኣብይ ኣሕመድ እኳ ንረብሓን ጥቕምን ኣይኮነን ኢኮኖሚያዊ ፀገም ኣይኮነን ናይ ኢትዮጵያ ፖለቲካ ሽግራ ኣይ ሚን ናይ ባሕሪ ጉዳይ ኣይኮነን ዋላ ኢኮኖሚ እቲ ባዕሉ ኮላፕስ ዝገበረ መንግስቲ ዳኣ ምስ መፀ እምበር ናይ ኤርትራ ጥቕሚ ምስ ናይ ዝተኣሳስር እውን ኣይነበረን እቲ ሽግር ስማዊ ዝኾነ ክፍሊት እናኸፈለ እውን ክጥቀመሉ ይኽእል ነይሩ ግን ኢሳያስ ኣብታ ዝነበረቶም ናይ ክልተ ዓመት ናይ ሰለስተ ዓመት ዕርክነት ኣብን ኢሳያስን ወደብ ኣይሃቦን ኢሳያስ ኣብይዎ ስለምንታይ ኩነታት ናይ ኣብይ ኣሕመድ ይሪኦ ነይሩ ኢሳያስ ኣትዩ ከምዘይወፀሉ ከምዘይወፀሉ ኣትዩ ዓሰብ ሒዙ ከምዘይወፀሉ ስለዝፈለጠ ክሳብ መወዳእታ ሕራይ እንዳበለ ነታ ነገራት እናተራመሰ እናተራመሰ ሰለስተ ዓመት ሙሉእ ቃል ኪዳን ክተኣሳሰሩ ኣብ መወዳእታ ግን ባሕሪ ከምዘይጥቀመሉ ገይርዎ ኣብይ ማለት እዩ። ስለዚ ኢሳያስ እውን ናይ ኣብይ ኣሕመድ ወይቲ ናይ ኢትዮጵያ ዝነበረ ስምዒት ግቡእ መዚኑ ዝኸደ ገይረ ይወስዶ ማለት እዩ ኣብዚ ጉዳይ እዚ። ስለዚ ኣነ ኩሉ ግዜ ኢትዮጵያ እንተ ኣብቲ ውሽጢ ኢትዮጵያ ዘሎ ፖለቲካ ድሕር ዳ በታቲንናዮ ንሕና ብሰላም ክንነብር ንኽእል ኢና። ግን እቲ ዝዓበየ ኣብ ሃገርና ዘሎ ገበል እንከሎ እቲ ኣብ ኢትዮጵያ ዘሎ ፖለቲካ ናብ ረብሓና ክነውዕሎ ንኽእለሉ ዕድላት ኣሎ ኢለ ይሓስብ እኔ ኣነ ኣጋጣሚታት ዝፈጥርዎ ነገራት ግን ምናልባት ክንጥቀመሉ ንኽእል ንኸውን። Thank you።